ክብራት ኣሕዋተይ እዚ ትሪኦ ዘለኽን ቪድዮ ማለት እዩ ብየመን ጌርካ መፂኻ ናብ ስዑዲ ክትኣቱ ምስ በልካ እዩ መቸስ ብባሕሪ ዝመፃኽን ዘይትፈልጦ ኣይትፈልጦን ኢለ ኣይግምት እዩ ኩልኻትክን ትፈልጦ ይኽን ኣነ ብቪድዮ እየ ዝፈልጦ እዩ ከዓ ክበሃል ከሎ እምበር ብርግፅ ብባሕሪ ይመፃኹን ብባሕሪ ዝመፃኽን ግን ትፈልጦ ይኽን እና ክብራት ኣሕዋቲ ካብ ዓዲ ክመፅእ እየ ንዝብለክን ሰብ እስኪ እዚ ስቃይ እዚ እዚ ችግር እዚ ንኽሪኦ ኢልክን እቲ ቪድዮ ለኣኻሉ ቅድሚ ምምፅኡ ማለት እዩ እና ክብራት ኣሕዋተይ ሎማዓንቲ ሒዘልኩም ዝመፃእኹ ቪድዮ ብጣዕሚ ዘሕዝን ብጣዕሚ ብጣዕሚ ማለት እዩ ልበይ ዝተሰበረሉ ቪድዮ እዩ እንድዒ እግዚኣብሔር ኣምላክ ወፂእኻ ካብ ምትራፍ ይምሓረና ደቂ ዓበይትዋይ ማዓረይ ውይ እንደ እውነት ኣነስ ተሓደ ተሰማዕኻ ምቁዛም እዩ ተሓደ ተሰማዕኻ ምብካእ እዩ ከንፈርና ካብ ምምጣጥ ንብዓትና ካብ ምፍሳስ ሓሊፍና ግን ምንም ክንገብር ኣይከኣልናን ዓዲ ዝኒሄ ሰብ ኣይሰምዐን ኣይሰምዕን ብርግፅ ሓቂ እዩ ተስፋ ቆሪፁ ኣብ ዓዲ እውን ሰላም የለን ብቲ ተሰማዕኻ ጭንቂ ብቲ ተሰማዕኻ ጦርነት ብርግፅ ኣብ ዓዲ ዝኒሄ ሰብ እውን ንሕና ኢና ኣብዚ ኮፍ ኢልና ዓዲ ዓዲ ንብል እምበር እቲ ኣብ ዓዲ ዝኒሀ ተስፋ ቆሪፁ እዩ ስራሕ እውን የለን እታ ዝኒሃ ሰላም እንኳን ብሰላም ከየስተማቕርዋ ጭንቂ እዩ ሰላም ዝበሃል የለን ተሰማዕኻ ጦርነት ወዲ ጦርነት ኢኻ ትሰምዕ ኩሉ ሰብ ፈሪሑ እዩ ዘለና እንታይ እዩ ዝኒሀ ወዲ ሰብ ሞት ንሞቱ እስኪ ክኸይድ ናብቲ ጥዑይ ቦታ እሞ ሰሪሐ ክልወጥ ተሓልፈለይ ኢሉ ንስደት ይመፅእ ስደት ዶሞ እንታይ ዝኣክል ክፉእ ምዃኑ ኣብቲ መጀመርያ ርኢኽናኦ ኔኸን ማለት እዩ። መቸስ መብዛሕትኡ ካብ ኢትዮጵያ ናብ ስዑዲ ዝኣቱ ሰማንያ ፐርሰንት ብዘይሕጋዊ ብበረኻ ብባሕሪ ብሰሃራን ቁርን ፀሓይን እዩ ዝመፅእ። እና እዚ ኣይትፈልጥዎን ኢለ ወይ ከዓ ኣይትፈልጦን ኢለ ኣይግምትን። ሎማዓንቲ ክብራት ኣሕዋተይ ልበይ ዝሰበሮ ቪድዮ እንታይ እዩ እንተልክናኒ እንግዲህ ክብራት ኣሕዋተይ ሓቢርና እስኪ ነንብባ ኣሕዋትና ንምከር ሎማዓንቲ ተደዊልኒ መደንገፂ እዩ ኣብ የመን ንብረት ተሸኪሞም ናብ ኣብ ናይጅርያን ናጅራን ዝበሃል ቦታ ተኣሲሮም ፀኒሖም ኣብዚ ሰሙን የመናውያን ሓዊስካ ልዕሊ ክልተ ሚእቲ ሰባት እግዚኦ ልዕሊ ክልተ ሚእቲ ሰባት ንሞት ተፈሪድዎም ተረፍ ሰብዓ ሰብዓ ኢትዮጵያውያን ሰብዓ ኢትዮጵያውያን እዮም ሰማንያ ፐርሰንት ድማ ተጋሩ እዮም ስለዚ በጃኹም የሕዋተይ ንስድራኹም ንስድራኹም ኢልኩም ስራሕ እዚ ተጠንቀቑ ትብለና ኣላ እዛ ሓፍትና ብጣዕሚ ዘሕዝን እውነት ኣጠቃላይ ሰብዓና ሰማንያ ሚእትን ሓምሳን ድዩ ዝኸውን ዘሎ ሰማንያ ተጋሩ ሰብዓ ኢትዮጵያውያን ያው ትግራይ ውን ስቲል እስካብ ሕዚ ብኢትዮጵያ እንድያ ትፅዋዕ ጠቕላይ ሚኢትን ሓምሳን ሰብ ካብ ኢትዮጵያውያን እዩ ዝበሃል እምበይ ሰብዓ ኢትዮጵያ ሰብዓ ተጋሩ ኢልና ንዝጎይ ግን ሚኢትን ሓምሳን ሰብ ኢትዮጵያውያን ንሞት ተሰይፎም ብጣዕሚ የሕዝን። ክብራት ኣሕዋተይ ካብዚ ዝዓቢ ልብኻ ዝሰብሮ ነገር እንታይ ኣሎ? ብጣዕሚ እዩ ዘሕዝን።

ብጣዕሚ እዩ ዝሐዝን እውነት ሓደ ሰብ ክሓልፈለይ ኢሉ ክወፅእ ከሎ ከይሓለፈሉ ውይ እንታይ ሞ ይኸል እንድዒ ኣነስ ስዑዲ ዓረብስ ህዝበይ ወዲኣትለያ ግን ደሞ ኣብዚ ከምዚ ኮይኖም ኣብዚ ከምዚ ኮይኖም ንብል ደኣ እምበር ኣብ ስዑዲ ኣብ ዓድና ደሞ ካብቲ ስደት ዝበኣሰ ኮይኑ ሰብ ዓዱ ሰሪሑ ከይበልዕ ስደት ይመርፅ ኣሎ ኣብ ዓድና ብጣዕሚ ሰብ ጨኒቐሉ ጨኒቐዎ ዘሎ ንሕና ኣብዚ ስደት ኮይና ብዙሕ ዓመት ስለ ዝተቐመጥና፣ ስለ ዝደኸመና ዓዲ ዓዲ ንብል እምበር ኣብቲ ዓዲ ዘሎ ሰብ ከዓ ምውፅኡ ስኢኑ። ብቲ ተሰምዐ ጦርነት ወረ ጦርነት ሰብ ሰላም ስኢኑ። ሰብ መፀ- መገዛ ዓዱ ሲ ፀሊእዎ ማለት እዩ። ሰብ ዓዱ ይፈቱ እምበይ ዓዱ ኣይፀልእን። ኣብዚ ሕዚ ግዜ ግን ሰብ ዓዱ ፀሊኡ እግዚኦ እዩ ዘብል እና ብሓደ ገጽሲ እቲ ወጣት ስደት ምምጽኡ ንምንታይ ስደት ወጺእኻ እኳ ኣይብልን ግንሲ ኣብ ስደት መጺና መንገድያ ጥዕናኻስ ዓመት ኪዳ ዝበሃል ነገር ኣሎ እና እቲ ሕዚ ንኣብነት ናብ ስዑዲ ዓረብ ትመጽእ ከለኹም ስዑዲ ዓረብ እንታይ እንታይ ስራሕ ክትሰርሕ ትፈቅድ እንታይ እንታይ ስራሕ እንታይ ሕማቕ ዓይነት ክትሰርሕ ኣይትፈቱይ ናይቲ ዓዲ ሕጊ ከተኽብሩ ኣለኩም። ቅድሚ ኩሉ ከዓ ናይቲ ዓዲ ሕጊ ክትፈልጡ ኣለኩም ክራት ኣሕዋተይ ብርግፅ ናይ ስዑዲ ሕጊ ዘይፈልጥ ሰብ የለን ብሰብ ሰብ ድዩ ዋላሲ ካብ ጎጉል ሰርች ጌርኩም ድዩ ክትፈልጥዎ ትኽእሉ ኢኹም ሰብ እናፈለጦ እዩ ዝኣቱ ንፈልጥ ኢና እና ይፈልጥ እየ መቸ ሰብ ሕማቕ ስራሕ ክሰርሕ ፈት ይኾነን ወረ ፈት ይኾነ ግን ደግሞ ተዓገሱ እግዚኣብሔር ንዓኻትኩም ዘሎ የትመ ይኻድን እና ተዓገሱ ናብ ዘይኮነ ስራሕ ኣይትስርሑ ክብራት ኣሕዋተይ በይዛኻትኩም በይዛኻትኩም ሐዚሲ ውይ እንድዒ ኣነስ ብምንታይ ቃል እሞ እየ ክዛረብ ወይኒ ኣረ እዛ ዓዲ እዚ ክኸፍእ በስመ ኣብ እንታይ እኒሀዋ ዕድመ ልክዕ ተዝኣስሩ እንታይ እኒሀዋ ምእሳር ተዝመርፁ እንታይ እኒሀዎ እታቲ ምቕታል ሰብ ብሂወቱ ከለ ምቕታል እዚ ዝሕገዚ ተዝቐይርዎ እቲ ስዑዲ ዓረብ እዚ ኣነስ ስዑዲ ዓረብ እሲ ዝሓ ግዜ ተተቐይራ ምንኛ ደስ ባለይ ማለት ነው። እውነት እውነት እንድዒ ኣነስ ብጣዕሚ እየ ሓዚና ሰብ ሕማቕ ከምዚ ሓሽሽ ገይሩ ወይ ከዓ ከምዚ ሕማቕ ስራሕ ሰሪሑልካ እሲ ናብ ሞት ማለት እንድዒ ሞት እሲ ናይ እግዚኣብሔር ማለት ከመይ ጌረ ክገልፀልኩም ግራ ይኣትወኒ ኣነስ ሞትን ሕውየትን እማ ካብ እግዚኣብሄር እዩ እና ከምዚ ዓይነት ሕጊ ተዘይህሉ ኣብየት መዓዲ ደስ ይብለኒ ኣነ እውነት ስዑዲ ዓረብ እዚ ሕጊ እዚ ተተመሓይሹ ብጣዕሚ እዩ ደስ ዝብለኒ ምክንያቱ እሲ ኣነ ስዑዲ ዓረብ ካብ ዓደይ ኣብሊፀ እየ ዝሪኣ ካልኣይቲ ዓደ እያ እውነት ኣብ ዓደይ ዘይኮንኩ ሰሪሐ ተለዊጠ ኣብ ስዑዲ ዓረብ መፂኤ ሰሪሐ ተለዊጠ እየ ሓቂ ሓቁ ክዛረብ ኣለኒ ንዝኾነ ነገር ጽቡቅ ንዝገበረልካ ዓዲ ተዘይግበርካሉ ትጽቡቅ ዝገበረልካ ጽቡቅ ክትነግረሉ ኣለካ ብሎ ስለዚ ንዓይ ስዑዲ ዓረብ ህይወተይ ዝለወጠትለይ ዓዲ እያ ዳርጋ ዓደይ ካልኣይቲ ዓዲ ዘይኮነትሲ ዳርጋ ዓደይ እያ ኣብ ዓዲ ዘይኮንኩሲ ኣብ ዓዲ ዘይኮንኩ ሰሪሐ ተለዊጣ ኣብ ስዑዲ ዓረብ መጽየ ህይወተይ ለዊጣ ህይወት ብዙሓት እውን ኣለዊጣ እያ። ስዑዲ ዓረብ ዳርጋ 67 ፐርሰንት እኮ ስደተኛ ናብ ስዑዲ እዩ ዝመፅእ ብሓፂሩ ኣውሮፓ ንክኸይድ መንገዲ ክርሕቆ ይኽእል ኣውሮፓ ንክኸይድ ገንዘብ ክበዝሖ ይኽእል ብሓፂሩ ብቀረባ ግን ናብ ስዑዲ እዩ ዝመፅእ ሕዚ ዱባይ ኩዌት ባህሬን ጆርዳን ቤሩት ኮሎ እዩ እዚ ብባሕሪ ክትከይድ ኣይትኽእልን ብኣየርና ብኣየር ብቻ እዚ ከዓ ሕጋውያን ምዃን የድልየኩም ስዑዲ ግን ብሕጋውያን ተለሊኹም ሰጉ ጨንቂ ከሎ ብባሕሪ ይመጽእ እናሲ ስዑዲ ንብዙሓት ኢትዮጵያውያን ዘዕቆወት ንብዙሓት ኢትዮጵያውያን ወይ ከዓ ንብዙሓት ተጋሩ ማለት እዩ ህይወት ዝለወጠት እያ ግን ሓንቲ እቲ ከብደድ ነገር እንታይ ድያ ከምዚ እያ ከምዚ እያ ክበሃል ከሎ ብጣዕሚ እዩ ዝፈርሕ ብርግፅ ንሕና እውን እቲ ንሳ ዘውፀቶ ሕጊ ኣየኸበርናላን ግን ደግሞ እዚ ሰብ ጠጠው ከሎ ትስይፎ ነገር ሰብ ብጠጠው ከሎ ናይ ሞት ቅፅዓት ትህቦ ነገር ሲ ብጣዕሚ እዩ ዝኸብድ እና ንሱ ነገር ተተመሓይሸ ፅቡቅ ነይሩ። ሕዚ ኣብ ስዑዲ መጠጥ ከምዚ መስተ ገለ እዚ መኪና ምክልካል ምናምን ቀደም ተፈቂዱ እዩ። ሕዚ መስተ ምናምን ኣይተፈቀደ ክልክል እዩ ኣብዚ ዓዲ ሓቢኦም ዳ ይስተዩ እምበይ ግን ከምዚ ብመንግስቲ ደረጃ ሲ ክልክል እዩ ዝተረኸበ ይእሰር። ብቻ መቕፃዕቲ ነይርዎ ሕዚ ግን ፈቓይዳ እያ እኒኣ እናሲ እዚ ናይ ሞት ቅፅዓት እዚ ናይ ሞት ቅፅዓት እውን ተተስተኻኽሎስ ደስ ይብለኒ እውነት እና ብቻ ዘም ሕዋትና መንግስተ ሰማይ የዋርሶም እግዚኣብሔር ኣምላኽ ብየማናይ ኢዱ ይቀበሎም እየ ክብል ዝፈቱ ንመላእ ቤተሰብ ፅንዓት ይምነ ግን ስዑዲ ዓረብ ብሓደ ገፅ ህዝብና ወዲኣትልና እያ ናብ ስዑዲ ሎም ይመፁ ኣብ ባሕሪ ይውድኡ ኣብዚ ምስ ኣተው ከዓኒ ሜሶም ከምዚ ክንሰምዕ ከለና ብቻ እንድዒ እዚ ዝሰምዐ ተደ ወይ እግዚኣብሔር ኣምላኽ ኣቦይ ማዕረይ ሰያ ሓደራኻ ብቻ ምንም ገብር ኣይንኽእልን እግዚኣብሔር ኣምላኽ ፅንዓት ይሃቦ እምበር ከምዚ ገይሮም እያ ተሰይፎም ከምዚ ኮይኖም እያ ብሂወቶም ከለዉ ዓይኖም ናረዩ ተቐቲሎም ክበሃል ከለ እዚ ዝሰምዐ ታደ እዚ ዝሰምዐ ኣቦ ሓፍቲ ዘመድ እንታይ ክኸውን እዩ ኣይኮነን ንዓኣቶም እሲ ንዓየይ ኣነ ውሽጠይ ከመይ ኔኹ ባዕለ እየ ዝፈልጦ እና እንታይ ሞ እዩ ከምዝያ ኮይኑ ከንፈርካ ምምጣጥ ከምዝያ ኮይኑ ምቑዛም ከምዝያ ኮይኑ ንብዓት ምንባዕ ካብኡ ሓሊፍና ዘምፆ ነገር ኣይ ዘምፀናዮ ነገር የለን ኩሉ ግዜ ቪድዮ ንሰርሕ ኢና ንመክር ኢና ንዛረብ ኢና ሰማዕ የለን እንታይ ንገብር ክብራት ኣሕዋተይ ፈጣሪ ልቦና ይህበና ይሃበና ፈጣሪ መስተውዓሊ ልቦና ይሃበና እዩ እምበር ብቻ ፈጣሪ ወፂኻ ካብ ምቕራይ ይሓልኻን ክብራት ኣሕዋተይ